ሎማዓንቲ ከኣ ብዛዕባ ናይ ምውሻብ ከምቲ ኩሉ ግዜ ሓሙስ ሓሙስ ዝወጽእ ሓድሽ ነገር ካብዮ ሎማዓንቲ ከኣ ቁሩብ ድንጉይ ኢለ ኣለኹ ምክንያቱ ዓርቢ ስለ ዝኾነ ሎማዓንቲ ማለት እዩ ስለዚ ካብ ሎማዓንቲ ሎማዓንቲ ፍርቂ ለይቲ ዝጅምር ምውሻብ ከኣ ስለ ዘሎ ስለዚ ንዕኡ ክነግረኩም እየ ከምቲ ናይ ኩሉ ግዜ መጽየ ዘለኹ ሕራይ ብሓፈሻ ናብኡ ከብለኩም እየ እጂ ቀጥታ ኣብ ዝሓለፈ ሓንቲ ቪድዮ ሒዘ መፅእ ነይረ ንሱ ከዓኒ ዓሰርተ ሽዱሽተ ዴፓርትሞ ኣብ ምውሻብ ከም ዘለዋ ክውሸባ ከም ዝኾና ስለዚ ኣብኡ ዘለና መታን ክንጥንቀቕ ኢለ ሕጂ ከኣ ሰለስተ ተወሲኸናን ስለ ዘለዋ ኣብዚ ንሪኦ እንህሉ ንኸውና ኣብዚ ላዕሊ ገይረ ኣለኹ ሎብ ላኒቪያ ከምኡ እውን ሎኾን እቲ ቁፅሪ ከኣ ዓሰርተ ሓምሳን ሸሞንተን ሱሳን ትሽዓተን ቁፅሪ ናይቲ ዴፓክትሞ ማለት እዩ ስለዚ ኣብዚ ዘለና ከኣኒ ካብ ሎማዓንቲ ፍርቂ ለይቲ ኣብ ምውሻብ ኣለዋ ማለት እዩ ስለዚ ኣብ ዘለና ከይንቐፅዕ መታኔ ነዚኣ ሸር ክገብረልኩም መፅየ ሕራይ እቲ ምውሻብ ከምቲ ኣብ ዝሓለፈ ዝበልኩኹም ዓሰርተ ኪሎ ሜትር ካብ እቲ ንነብረሉ ክንወፅእ ንኽእል ኢና ንሱ ከዓ ብዘይ ዝተወሰነ ግዜ ማለት እዩ ዋላ ሙሉ መዓልቲ ጥራሕ ካብ ዓሰርተ ኪሎ ሜትር ክርሕቕ የብሉን ከምኡ ኣብ ዝሓለፈ ግድን ወረቐት ክንማልእ ኣለና ኢለኩም ነይረ ክንወፅ እንተ ኮይና ኣተስታስዮን ክህልወና ኣለዎ ኢለኩም ነይረ። ሕጂ ግን ዝኾነ ኣተስታስዮን ኣየድልየናን እዩ። እንታይ ደኣ ጁስቲፊካቲቭ ዶ ዱሚሲል እንተ ደኣ ኣለና ምሳና ወይ ከኣ እቲ ናትና ሰጆክ ዝኾነ ነገር ማለት እዩ መንቀሳቐሲ ፖሊስ እንተ ሓቲቶምና ንሱ ክህልወና ኣለዎ ጥራሕ እዮም ኢሎም ዘለዉ። ስለዚ ኣገዳሲ ኣይኮነን ኣተስታስዮን ክህልወና ኣብ ቀትሪ ክንወጽእ እንከለና ማለት እዩ። እቲ ክፉ ወይ ከኣ ዋን እቶ እቶ ከኣ ኣብ ሰዓት ሸውዓተ ክሳብ ሰዓት ሽዱሽተ ከኣ ከም ዘለዎ እዩ ዘሎ። ኣብኡ ክንወፅእ እንከለና ግን ዝኾነ ናና ሞቲቭ ክህልወና ኣለዎ መውፅኢ ምክንያት ማለት እዩ ካልእ ከዓ እቲ ኣተስታሲዮን ከዓ ከም ዘለዎ ማለት እዩ ብዛዕባ ምንታይ ንወፅእ ከም ዘለና ከዓ ክንመልኦ ክንክእል ኣለና ካብኡ ግን ወላ ሓደ ዝተቐየረ ነገር የለን ሕጂ እዘን ሰለስተ እዚአን ዓሰርተ ሉብ ከምኡውን ሓምሳን ሸሞንተን ላኒቪያ ከምኡ ሱሳን ትሽዓተን ሎጎን እዘን ሰለስተ እዚኤን ምስአን ኣእቴን ኣለዋ ማለት ስለዚ ዓሰርተ ትሽዓተ ኮይነን ኣለዋ ኣብዚ ዘለኹም ከዓ መታን ንከይተወፅዑ ካብ ሎማዓንቲ ፍርቂ ለይቲ ክትጥንቀቑ ኣለኩም ሕራይ ከምኡ ኣብዚ ስእሊ እዚ ትሪእዎ ዘለኹም እውን እዞም ቀይሕ ኮይኑ ዘሎ ሰለስተ እተን ናይ ሎማዓንቲ እየን ካብ ዕለት ዕስራን ሸውዓተን ዴፓርትሞ ኮንፊኔ ኣፓርቲ ዲቫንሰት ማርስ ካብ ዕለት 27 ፅባሕ ማለት እዩ ካብ ቀዳም ካብ ሎማዓንቲ ፍርቂ ለይ ስለ ዝኾነ ስለዚ ኣብን እየን እዘን እየን ኣብ ኣንነብር ክንፈልጦ ንኽእል ኢና ከምኡ ዘን ብጫ ህስስ ኢለን ዘለዋ እውን ብጫ ህስ ኢላ እንሪኣ ዘለና እውን ዴፓርትሞ ኦን ቪጂሎንስ ሄፐርሴ እዚ ከዓ ኣብ ሓለዋ ዘለዋ እየን ክውሸባ እየን ኣብ ዝመፅእ ዘሎ እዚ ቀይሕ ሃሳስ ከዓ ዴፓርትሞ ኮንፊኔ ዶፒ ቫማርስ እዛ ካብ ዕለት ዒስራ ዝሓለፈ ዝተወሸባ እየን ማለት እዩ ስለዚ ኣብኡ ከለና እውን ክንፈልጦ ንኽእል ናበቲ ካርታ ኦኬ እንታይ እዩ ሕቶታት ነይሩ እንታይ ክንገብር ንኽእል እንታይ ኢና ክንገብር ዘይንኽእል ኤናይ ክፉት ኤናይ ዕፁ ኣብ ግዜ ምውሻብ ዝብል ነይሩ ስለዚ ኩሉ እዚ ተፃሒፉ ኣሎ ኣብዘን ዓሰርተ ሸዓተ ዴፓ ክትሞ ማለት እዩ ኣብዚ ኩሉ ሓንሳብ ክንሪኦ ኢና ኦኬ ኢኮል ማትክነል ሪሜር ማለት እዩ እዚ ናይ ጀመርቲ ናይ ህፃናት ቤት ትምህርቲ ክፉት ይብለና ኣሎ ኮሌጅ ክፉት እዩ ሊሴ እዚ እውን ከከምቲ ስታዩ ማለት እዩ ከከም ከከምቲ ዓቐኑ ዩኒቨርሲቲ እውን ዩኒቨርሲቲ ማለት እዩ እዚ እውን ከምኡ ከምቲ ዓቐኑ ክኸሽ እዚ ከዓ ናይ ህፃናት ቤት ትምህርቲ ማለት እዩ ኣብኡ ከለኹም እውን እቲ ፈረንሳ ክሳይ ስለ ዝኾነ ማለት እዩ እዚ ከዓ ናይ ህፃናት ዝውልድ መሰበር ዝኣተዎ ትምህርቲ ገና ትምህርቲ ቀዳማይ ከይጀምሩ ከለዉ ማለት እዩ ሜዞ ዶ ኼት ኼት እዚ እንዳ ዓበይቲ እንዳ ጥሮታ ኼት ኼት ማለት ጥሮታ ማለት እዩ ስለዚ እንዳ ጥሮታ ዝወፁ ንምብፃሕ እንዳ ዓበይቲ ምብፃሕ ማለት እዩ ፍቑድ ይብለና ኣሎ ሪስፔክት ጥራሕ ክትገብላ ኣለካ እቲ ጀስት ባሪየር ማለት እቲ ዲስታንስ ናህካ ክትረሓቕ ኣለካ እዚ ዶኪልት እዚ ከዓ እንታይ ማለት እዩ ናይ ሃይማኖታት ቦታታት ይብለና ዘሎ እዛ ክፉት ይብለና ኣሎ ከምቲ ናይ ዝሓለፈ ሰዴ ፕላስ ኣብ ከዲዝ ነበር ድሕሪ ሰዓት ሸውዓተ ምውፃእ ብለና ኣሎ እዚ ከዓ ዝኾነ ሞቲቭ ክህልወካ ኣለዎ መውፅእ ክህልወካ ኣለዎ እቲ ወረቐት ዝምላእ እውን ምሳኻ ክህልዎ ሶፕ ኮመኔ እዚ ከዓ ምዝዋር ማለት እዩ ንክዛወልካ ክትወፅእ እዚ እውን ዓሰርተ ኪሎ ሜተር ካብቲ ናይ ገዛኻ ካብቲ ነብረሉ ክትወፅእ ትኽእል ኢኻ ቅድሚ ሰዓት ሸውዓተ እንተኮይኑ ዝኾነ ወረቐት ን ግዜ ናይ ኣድልየካን እዩ ጥራሕ እታ ጁስቲፊካቲቭ ዶሚሲል ማለት ናይቲ ትነብረሉ ዘለኻ ምስክር ወረቐት ዘሎ ንሱ ጥራሕ ክህልወካ ኣለዎ እዩ ዘሎ ፌር ዲ ስፖርት ኦን ኤክስተርዮር እዚ ከዓ ስፖርት ምስራሕ ኣብ ደገ ማለት እዩ ኣብ ገዛ ወፃኢ ኦኬ ዞን 10 ኪሎ ሜተር ከምኡ እዩ ስለ ክትወፅእ ትኽእል ፀገም ዘሎ ኣይኮነን ጁስቲፊካቲቭ ዶ ዶሚሲል ክህልወካ ኣለዎ ምሳኻ እዩ ዝብለና ዘሎ እንተ ተሓይትካ ከም ገለ ዝኾነ እቲ ናትካ ኢደንቲቲ ከተርእዮም ኣለካ ሶርቲር ሶን ኣኒሞ ኣፕረ ዲዝነቨር እንስሳታት ምጽኣ ድሕሪ ሰዓት ሸውዓተ ዝውን ዓሰርተ ኪሎሜተር ክትወጽእ ስለ ትኽእል ኣተስታሽን እውን ክህልወካ ኣለዎ እንተደኣ ምሸት ኮይኑ ከዓ ድሕሪ ሰዓት ሸውዓተ እንተደኣ ኮይኑ ኦኬ ረቨኒር ዱ ትራቫይ ኣብ ከዲነቨ ካብ ስራሕ ድሕሪ ሰዓት ሸውዓተ ምምላስ እዚ ውን ከምኡ እቲ ኣተስታሲዮን ክህልወካ ኣለዎ፣ ዝምላ ወረቐት ክህልወካ ኣለዎ፣ ስለምንታይ ከም ዘምሰኻ ማለት እዩ። ሸክሸ ሰዘንፎ ኣብ ከዲ ዝነበ ቆልዑት ምምጻእ ድሕሪ ሰዓት ሸውዓተ ቆልዑት ከተወጽ ኢልካ ምውጻእ ማለት እዩ። እዚ ከኣ ከምኡ ማለት እዩ እቲ ናትካ ሞቲፍ ብምጽሓፍ እቲኣ ኣተስታሲዮን ክትህልወካ ኣለዋ፣ እንታይ ደሊኻ ከም ዝወጻኻ ቴሌ ተኸባየ እዚ ውን ከምኡ ቴሌ ተኸባየ ማለት ብ ስራሕ እዩ ማለት እዩ። ስለዚ እዚ ንስራሕ ዘጠቓልል ከኣ እወ ክንወጽእ ንኽእል ኢና፣ ኣብ ዝኾነ ኣጋጣሚ ክንወጽእ ንኽእል ኢና። Ce groupe a plus de six ans en extérieur እዛ ልዕሊ ሽዱሽተ ምእካብ ኣብ ደገ ማለት እዩ እዚ ክልኩል እዩ ኢሉ ኣሎ ልዕሊ ሽዱሽተ ሰብ ኣብ ደገ ክንእከብ ክልኩል እዩ ስዋኸ ፕሪቬ ሬኒዮ ፌሚልያል እዚ ከዓ ኣብ ደገ ምምሳይ ወይ ከዓኒ ምስጢራዊ ከምዚ ናይ ስድራ ቤታዊ ምርኻብ እንተ ደኣ ኮይኑ ብዝኾነ ኣጋጣሚ ዘይኮነ ማለት እዩ። እዚ ከኣኒ ክልኩል እዩ እዚ ዘሎ እዚ ሬንዮ ፋሚልየል ማለት ኣኼባ ስድራ ቤታዊ ማለት እዩ። ስዋኸ ፕሪቨ ከኣኒ ባዕልኻ ትገብሮ ማለት ብዝኾነ ኣጋጣሚ ናይ መንግስታዊ ዘይኮነስ ባዕልኻ ትእከቦ ወይ ከኣኒ ባዕልኻ ተማስዮ ናይ ውሽጥኻ ማለት ናይ ባዕልኻ ስለዚ ክልኩል እዩ ዘሎ። ሶ ዴፕላሰ ቮያጀኦር ደ ሳ ሬጅዮን። እዚ ከኣኒ ካብ ቦታ ናብ ቦታ ምጉዓዝ ከምኡ እውን ካብ ዞባ ናብ ዞባ ምጋሽ ከዓ ክልኩል እዩ። ሰርቪስ ፒብሊክ እዚ ከዓ ናይ ህዝባዊ ናይ ኩሉና ንጥቀመሉ ማለት እዩ ብሓበር ብሓባር ንጥቀመሉ ከም በዓል ኣውቶቡስ ዝኾነ ነገር ኩሉ ህዝቢ ዝጥቀመሉ ናይ ፒብሊክ ማለት እዩ ናይ ህዝባዊ ኣገልግሎት እዩ እዚ እሳ ክፉት ይብለና ኣሎ ቦንክ ከምኡውን ላፖስት ናብ ባንክን ናብ ፖስትን ክፉት እዩ ባኸ ካፌ

ኦኬ ክፉት ይብለና ኣሎ ነተን ዝፍቀደን ጥራሕ ክፉት ይብለና ኣሎ ኮሜርሲ ሶንሲያል እዚ ከዓ ከም በዓል ድኳን መግቢ ዝሽየጠሉ ገለ ማለት እዩ እዚ ከዓ ክፉት እዩ ከምቲ ዝሓለፈ ዝበልክኹም ኮሜርስ ናን ሶንሲያል እዚ መግቢ ዘይሽየጠሉ ድኻ ክውን ማለት እዩ ዝኾነ ናይ ዝኾነ ድኳን ብዘይገድስ ግን መግቢ ገለ ዝሽየጠሉ ዘይኮነ ድኻ ክውን ማለት እዩ እዚ ከዓ ዕፅው እዩ ነዛ ሊንክ ክገድፈልኩም እየ ዲስክሪፕሽን ኣቲኹም ክትሪእዋ ትኽእሉ ኢኹም ኣያናይ ይፍቀድ ኣያናይ ኣይፍቀድን እቲ ዝፍቀድ ራይት ራይት ኮይኑ ኣሎ ዘይፍቀድ ከዓ ኤክስ ኮይኑ ኣሎ ማለት እዩ ራይ ኣብ ታሕቲ ዋላ ወሪድና ብጣዕሚ ብዙሕ ስለ ዝኾነ ንኣብነት ዴሜናጅሞ ብለና ኣሎ እዚ ከዓኒ ምግዓዝ ወይ ምቕያር ማለት እዩ ንኽእል ኢና ንኣብነት ከም ገዛ ምቕያር ከም ቦታ ምቕያር ማለት እዩ ሓፈሻዊ ዓዲ ምቕያር ወይ ከዓ ገዛ ምቕያር እንተ ደኣ ኮይኑ እዩ ዝኾን ዘሎ ኦኬ ገሆን ኤቬንሞ ፒብሊክ ለናለዚ ከኣኒ እዚ ፍዋኽ ሳሎን እዚ ኸኣ ገለ ኣጋጣሚታት ናይ ሓባር ማለት እዩ ዓብዪ ገለ ኣጋጣሚታት ናይ ሓባር ምስ ዝኸውን ኣይፍቀድን ይብለና ኣሎ ክንእከብ ኦንተኼሞ እዚ እውን ኦንተኼሞ ከዓ እዚኣትና ክንሪኣ ንኽእል ኢና እዚኣ ከዓ ቀብሪ ማለት እዩ ቀብሪ ማለት እዩ ስለዚ ልዕሊ ሰላሳ ሰብ ኣይፍቀድን እዩ ዝለና ዘሎ ምእካብ ሰኹቲ ክሶም ማስክ ብዘይ ማስክ ምውፃእ ከዓ ኣይፍቀድንዩ ኩሉ ሰብ ግዴታ እዩ ማለት እዩ ማስክ ክገብር ኣብ ትምህርቲ ኮነ ኣብ ካልእ ካብ ሽዱሽተ ዕድመ ንላዕሊ ዘሎ እዩ ዝለና ዘሎ ሕራይ እምበኣር እዛ ቪድዮ ናይ ሎማዓንቲ እዚኣ ትመስል ነይራ ኣብዚ ዞባ እዚ ዘለኹም ኣዘን ሰለስተ ዞባ ከምተ ናይ ዝሓለፈ ማለት ኣብዘን ሰለስተ ዴፓርትመ ፓርዶ ኣበን ዘለኹም ከምተን ዓሰርተ ሽዱሽተ ናይ ዝሓለፋ ከምኣን ጌርኩም ክትውሸቡ ኣለኩም ማለት እዩ ከይተቐፅዑ ንባሌ እዚ ከዓ ንኣርባዕተ ቀዳመ ሰንበት እዩ ንሰን ከኣ ንኣርባዕተ ቀዳመ ሰንበት ዝቐጽላ እየን ማለት ከምተን ናይ ዝሓለፋ። ሕራይ እምበኣር ካልእ ግዜ ብኻልእ ትሕዝቶ ክሳብ ንራኸብ ሰላም ወሰናይ ንዓኹም። ቻው።